ብጣዕሚ ፅቡቅ ነዚ ኩሉ ሓበሬታታት ሂብካና ኣለካ ብዛዕባ ኣይኪው ተዛሪብና ብዛዕባ ጥዕናን ስፖርትን ተዛሪብና ብዛዕባ ነዚኦም ሓበሬታታት ንምርካብ እንታይ መካኒዝም ኢኻ ትወስድ? ንኣብነትሲ መጽሓፍቲ ብምንባብ ድዩ? ብትምህርቲ ዝቐሰምካዮም ድዮም? እዚኦም ኮንሬል እንታይ እዩ እቲ መበገሲ ናይዞም ፍልጠት ዝኸውን ዘሎ? ዋ ገሊኦም ንኣብነትዚ እዚ ናይ በዓል ዶፒንግ ገለ እንታይ እዮም መስለካ መጀመርያ እቲ ትምህርቲ ክህልወካ ኣለዎ እንጂ ንህተካ ኣሎ ንኣብነት ፊዚዮሎጂ ኣካላትና ከመይ ዝሰርሕ ትፈልጥ ኣለካ ሕክምና ይሱ ኮርስ ትወስደሉ እዩ ኬሚስትሪ ባዮ ኬሚስትሪ ዝበሃል ምስ ቁሙት ተኣሳሰረ እውን ክትፈልጥ ኣለካ እዚኦም ምስ ፈለጥካ እዚኦም ዓንዲ ሕቆ ተኮይኖምካ ወይ መበገሲ ተኮይኖምካ ትካዲ ኣንቢብካ ክትርድኦ ትክእል ነገር እዩ እዚ መብዛሕትኡ ዶፒ ንኣብነት

ከይንበብካ እሞ ኣነ እንታይ እየ ዝኣምን መስለካ ሓደ ሰብ ኣርባዕተ ዓመት ተማሂረ ሽዱሽተ ዓመት ተማሂረ ዩኒቨርሲቲ ገለ ዝበሃል ነገር ንዓይ ብዙሕ ኣይኮንኩን ስታይ ዝገብሮ እዋ ኣርባዕተ ዓመት ኣብ ዩኒቨርሲቲ ተማሂርካ እንታይ ኢኻ ተማሂርካ ኣርባዕተ ዓመት ኣብ ዩኒቨርሲቲ ተማሂርካ ብዙሕ ነገር ፈይጥካ ማለት ድዩ ኣይኮነን ብናተይ ዝዕቅኖ ኣብ ሂወተይ ኣነ ካብ ብዙሕ እዋን ደጋጊመ እዛ ኢንተርቪው እዚኣ መጀመርታ ኣይኮንኩን ኣብዚኣ ኢንተርቪው ዝገብር ዘሎ ኣብ እንዳ ዜና ብዙሕ እዋን ገይረ ኣብ እንዳ ህግደፍ እውን ኢንተርቪው ገይረ ነይረ
ብዙሕ እዋን ደጋግመ ነዚ ኣካል ኣጋጣሚ እውን ገይረ ነይረ ኣነ ሰብ ክደናገር ዘይብሉ ነብሱ ክዕሽሽ ዘይብሉ ኣነ ዩኒቨርስቲ ግራጁዌት እየ ኣርባዕተ ዓመት ተማሂረ እየ ሽዱሽተ እየ ገደል ኢልካ ነብስኻ ተዘይቀሸሽካ ይሓይሽ እሱ መበገሲ ናይ ትምህርቲ ደኣ እምበር ርእሱ ዝኸኣለ ዝተወደአ ነገር ኣይኮነን ሪድ ታይም እንደ ግን ቀፂልካ ቀፃሊ ዝኾነ እሳ እንታይ እያ ትነግረካ መስለካ እስኻ ኣይትፈልጥን ምዃንካ ብዙሕ ዘይፈለጥካዮ ነገር ዘይፈለጥካዮ ከም ነገር ዘሎ ከም ዘለካ ጥራሕ እታ ትነግረካ ተነግረካ ኣዎ በርሓን ሳዕ ሓኪም ወዲየ እሞ

ረቂቕ እዩ ነብስኻ ዘይምቕሻሽ እዩ ከተንብብ ኣለካ ቀፃሊ ኣብዚኣ ነጥቢ ብጣዕሚ እየ ዝሰማማዕ ኣብ ሓንቲ መፅሓፍ እውን ነንበብኳ ከምኡ ነራ ሻርፐን ዩ ኣክስ ትብል ነራ Yes. ቀፃሊ እምሮኻ ተዘይብሊሕካዮ ቀፃሊ እዚ ናይ ምቑራፅ ተኽእሎኡ ሲ ብጣዕሚ እዩ ፀገም ድኸውን ገለ እሞ ሕጂ ሽግራት ኣብ ምፍትሑን ነገራት ኣብ ምፍላጡን ስ ኩሉ ግዜ እምሮና ክነብልሖ ክንክእል ኣለና ምንባብ ጽብቕቲ- የድሊ። ጽብቕቲ ማዕዳ እያ ወሲድናዮ እውን ኣለና

መዓስ ጀሚሩ እዩ ቫይረስ መዓስ ጀሚሩ እዩ ንሳቶም ከም ፀባብ ሰባት ዘውፅኦ ዘሎ ጉድኣት መዓስ እዩ ገለ
ሚሊዮንስ ክኾን ዶ ምስ ህይወት ብሓንሳእ ፓራለል ዝመፅኦ ምክንያቱ ሳርቫይቫል ኦፍ ዘፊተስ ምሽልና ነርና እዚ እንታይ እዩ ኮሚኒዋሊዝም ዝበሃል ኣሎ ኣብ ኦርጋኒዝም ናይ ሓባር ሓቂ ንሱ ነብር ስኻ ትነብር እወ ስኻ ትጠቕሞስ ዝጠቕመካ እወ ኣንጻር ፓራሳይት ከ ኣሎ ንሱ ጥራሕ ዝበልዓካ ንስኻ ዘይትበልዖ ዘይትበልዖ ከ ኣሎ
ሕጂ ኣሜባ ንበሎ ወይ ባክተርያ ንበሎ ክነብሩ እንተ ኮይኖም ናይ ካልእ ኦርጋኒዝም ሓገዝ ወይ ረብሓ ይደልዩ ኣለዉ እንተ ኮይኖም ወይ ናባኻ ክኣትዉ እዮም ወይ ናብቲ እንስሳ ክኣትዉ እዮም ናገረ ክኣትዉ እዮም ስለዚ ንሶም ኣብ ትፈጥርሉን ንስኻ ኣብ ትፈጠርካሉን ሲ ሎጂካልስ ማዕረ እዋን ነይሩ ክኾን ይኽእል በበይኑ ተፈጢሩ ነይሩ እንተዝኸውን እቲ ነገር ምናልባት ጅስ ባክተርያ መዓስ ተፈጢሩ ሰብ ከ መዓስ ተፈጢሩ ሓንሳእ ድም ሓመፂኦም ገለ ታንካ ጅሲ ንሪኦ ዘለና ሕጂ ንሪኦ ዘለና ሕጂ እቲ ባክተርያ ክነብር ደልዩ ናብ ሰብ ኣትዩ ይፋረ ቫይረስ ከምኡ ፋረ ዲፐንደንት ክኾን ኣብኡ ንስኻ ከዓ ንዑ ከተውፅእ ትቃለስ ንስኻ እውን ናይ ካልኦት ዲፐንደንትኻ ማለት ናይ እኽሊ ዲፐንደንት ወይ ናይ ካልኦት ዲፐንደንትኻ ንስኻ ከዓ ንኣቶም ትቐትሎም ከምኡ እንዳገበርካ ስለ ዝኾነ ሲ ላይፍ ኦርጋኒዝም ኣብ ሓደ እዋን ኣብ ዝመፅሉ እዋናት ኩሉ እቲ ኣክሽን ኣብ ሓባር ነይሩ ክኸውን ይኽእል ይኹን ስፔሲፊክ ሓይነት እንተትብለኒ ግን ምናልባት ካንሰር ከ ተትብል ምናልባት ዓሶ ከ ተትብል ምናልባት ገለ ከ ተትብል ምናልባት መይቢ ዝተፈለየ ናብኡ ክንመፅና ምናልባት ተፈላለየ መግለፂ ክህልዎ ክእል ይኸውን ጀነራል ሕማም ገርማ ኣጀምር ትከክን ማይ ቤስት ኣንሰር ኣይደን ነው ፅቡቅ
ፅቡቅ ብጣዕሚ ናብታ ካልኣይትኻ መፅሓፍ ናብታ ካልኣይቲ መፅሓፍካ ገፅና ከይድና ቅዲ ህይወት ንዕድመን ጥዕናን ትብል መፅሓፍካ ምድላው ትርከብ ኣላ እዚኣ እውን ከምታ ካልኣይቲ ከምታ ቀዳመይቲ መጽሓፍካ ጽቡቕ ናይ መሸጣን ናይ ክስታይን ዕድል ክትረክብ ተስፋ ንገብር ምክንያቱ ኣርእስታታ ብዙሕ ጽቡቕ ጠቓሚ ዝኾነ ንሕብረተሰብና ኣብ ንቕሓቱ ዝሕግዝ ነገራት ስለ ዘለዎ ማለት እዩ እዛ ካልኣይቲ መጽሓፍካ ግን እ፣ ቅድሚ ናብቲ ኣርስታት ምእታውና ሲ መዓዝ እያ ክዝርጋሕ እንታይ ምድላዋት ኣሎ ኣብ ከመይ ደረጃ እያ በፂሓ ዘላ ኩነታት ኣሎ?
ወል ቁሩብ ዕንቅፋታት ኣጋጢሞ እንድዩ እታ መጽሓፍ እዋ ምስተፃሕፈት ኣነ እንታይ ገረ ራፍ እቲ ሕክምናዊ መዳያ ጥራሕ ንሚኒስትሪ ጥዕና ንሚኒስትሪ ዜና ሂበዮም ሚኒስትሪ ዜና ከዓ ናይ ፕሮፌሽን ስራሕ ስለ ዝኾነ ናብ ሚኒስትሪ ጥዕና ክትከይድ ኣለዋ ኢሎምኒ ሚኒስትሪ ጥዕና ወሲደያ ኣብ ሚኒስትሪ ጥዕና ዲቴል ኣብኡ ኣሎ ንሓናብኡ ብዙሕ ከዛረበሉ ይደለን ሕጂ ምስ ወሰድክዋ ሕጂ እቶም ሚኒስተር ጥዕና ዘለዎ ናይ ፕሮሞሽን ዲፓርትመንት ኣለዎም እዎ ናይ ከምኡ ዝከታተሉ እንታይ ይገብሩ ንሶም ሕጂ ነቲ ሊትሬቸር መዳዩ ይርእዎ ኦኬ ንሱ ዳኣ መን ኣሪሞ ስሞ ዝእርሞ ካልእ ኤዲተር ስለ ዘለዎ እዩ ንስኻትኩም ሲ ትሕዝቶ ናይቲ ሕክምና ጥዑይ ደሎ ኣይጥዑይን ቅቡል ዶ ኣይቅቡልን ኣነ እኮ ብኡ ክትሓዝ ኣብኡ እዩ መሲልኒ እምበሪ ሊትሬቸር ተኮይኑ ዳኣ እሞ ኣርየ ምሃብክኹም እንዶ ወዲየ ምሃብክኹም እንዶ እዎ ይብሎም እሞ ንሕና ኩሉ ኢና ንርኢ ይብሉ ኩላ ንዓኣ እንታይ ብምልእታ ከንብብዋ ግዜ ትቐትል ብድሕሪኡ ዝኾነ ኢዘን ደኣር ኣብኡ ኩሉ ይእርሙ ይእርሙ ያኒ ደኣ እንደ ክትገብራ ነይሩ እኳ እንዲ ዝያዳ ማለት እቲ ምእራም ንፅበዩ ምስገኑ እዮም እዛ ኣጋጣሚ ሲ ሓጊሶምና እዮም ንሰቲ ደቂቕ እዩ ዝለካ ዘለዎ ደቂቕ እዮም ሪኦማ እዚ ደቂቕ ሪኦማ ሕጂ እኳ መወዳእታ ወዲእና ኣለና ድሓን ኢሎምና ኣለዉ ኣብ ከምኡ ደረጃ ኣላ ንሶም እንተ ፍቓድ ሕጂ ተወዲኣ ኮይና ደብዳቤ ትተሓተም ትብል እንተይምና ኮይና ምናልባት ድሕሪ ድሕሪ ደብዳቤ ህቡና ኮን ቀረባ እዋን ሎሚ እንታይ እዩ ሰሉስ ሰመን ኔክስት ዊክ ምናልባት ፅበ ኣለኹ ኣነ ወዳእታ ናይ ኔክስት ዊክ ይህቡኒ ኮኑ እወ። ብድሕሪኡ ኣብ እንዳ ዜና ዋላ እንዳ ዜና ከማን ባዕሎም እንዳ ደወሉ እዛ መጽሓፍ ካብ ኣበይ በጽሓ ኣይብሉኻ እንድዮም እንታይ ኮይና ደንጉያ ገለ መለ ይብሉኒ ኣለዉ። እወ።
እዚ ንሶም ምስ ሃቡና ግን ናብ ቤት ማሕተም ምእታው እዩ። ጽቡቅ ጽቡቅ ዕድለኛ ኢና ንሕና ከማን መዓልቲ ሓደ ረኺብናያ። ሓደ ሓደ ወርሒስ
ኣብ ትቕልቀል ትኸውን ኢለ ግምት ጽቡቅ ሲን ዋን ማንስ
ጽቡቅ ተስፋ ንገብር ቀልጢፋ ኣብ ሕትመት በጺሓ ኣብ ሓፋሽ ናብ ህዝቢ ክትበጽሕ እታ መጽሓፍ። ባይዘወይ ብዙሓት ሰባት ብዛዕባ ይፅበይዎ ኣለዉ ብዙሓት ሰባት እዋ ኖ ኖ ኣገዳሲ መፅሓፍ እዩ ክሳብ ሕጂ ኣርባዕተ ሓካይም ኣንቢቦማ ኣለዉ እዋ እዞም ኣርባዕተ ሓካይም ብዝለዓለ ደረጃ እዮም ኣድኒቖማ እዋ ብጣዕሚ ብጣዕሚ ብጣዕሚ እዮም ኣድኒቖማ እዋ እዚኣሲ ን- ኣዝያ ጠቓሚ ንሕብረተሰብ እያ እዋ ዝብል ኣነ እምነት ኣድቨርታይዚንግ ገለ ክገብር ደልየ ኣይኮንኩን ከምኡ ምስታይ እውን ዕላማ እውን ኣይኮንን ዘለኒ

ሆፕፉሊ ሰባት እንጆይ ይገብርዋ። ፅቡቅ ተስፋ ኣለና ቀልጢፋ ተሓቲማ ክትዝርጋሕ ንሕና ኣዎ። ከ- ናይ ኩላትና ፅቢት እዩ ኣብ ዝወፀትሉ መዓልቲ እውን ብዝተፈላለየ መገዲ ኣናውንስ ጌርና ን- ነተባብዕ ተስፋ ንገብር ንሕና ብወገና ተንኪ ሕጂ ብዘ- እዚኣ መፅሓፍ ቅዲ ሂወት ንዕድመን ጥዕናን ኢኻ ኢልካ ኣቕሪብካያ ዘለኻ ኣርእስታ ኣነ ከምቲ ዘንበብክዎ እውን ብዙሕ ኣገዳሲ ኣርስታት ኣለዋ ኣብ ውሽጡ ቅዲ ህይወት ክንብል ከለና ግን እንታይ ማለትና እዩ? ብዛዕባ ቀየናይ ቅዲ ህይወት ኢና ንዛረብ ዘለና? ገለ ግን ቁሩብ መብርሂ ግበረልና እሞ ሽዕኡ ናብቲ ዝርዝራት ናይታ መጽሓፍ ክንኣቱ። ኦኬ፣ ቅዲ ህይወት እንታይ ማለት ዝለካ ብእንግሊዝኛ ላይፍ ስታይል ዝበሃል እዋ ላይፍ ስታይል ከ እንታይ ማለት ከመይ ኢኻ ትነብር ንስኻ? ቃሕ ዝበለካ እንዳበላዕካ እንዳሰተኻ ትነብር ምስ ሰባት እንዳተጎዳፋጥካ እንዳተባእስካ እንድኻ ትነብር ሰላም ገርካ ድኻ ትነብር ቤተክርስትያን ንጎን ጎን ድኻ ድኻ ትነብር ስፖርት እንዳገበርካ ጥዕናኻ እንዳሓለኻ ድኻ ትነብር መስተን ካልእ እንዳገበርካ ድኻ ትነብር እዚ ቅዲ ህይወታት ኩሉ እዚ ላይፍ ስታይል ናትካ እዩ ኣብ ሰዳ ኮፍ ኢልካ ብማኪና ጥራሕ እንዳዘወርካ ድኻ ትኸይድ ትነብር እዮም ኩሎም ቅዲ ህይወታት እዋ እሞ ቅዲ ህይወት ማለት እዚ እዩ እዚ ማለት እዩ እትነብረሉ ኣገባብ ማለት እዩ ኻን ዘወይ ዩ ኣር ሃው ዩ ሊቭ እዎ።
እዚ ሕጂ እዚ መፅሓፍ እዚ ኣዳሊኻሉ ዘለኻ ምክንያት ሕጂ እንታይ እዩ ነዚ ዘመናዊ ቅዲ ህይወት ኦኬ ስለ- ሕጂ እንታይ እዩ መስለካ አ፣ ዝገርመካ ከመይ ጌርካ ደለኻ ንምንታይ ናብኣ ሓሲብካ እንተልካኒ ንሕና ኣብዛ ጥቃ ኢናልያ ቦታና ኣብኣ ሕጂ ሰባት ይመጽኡና እዮም ካባና ናይ ምልታሪ ሕክምና እንዲ እዚ መሐከሚ ውሕስነት ካባና እዮም ዝወስዱ ወረቀት ብነፃ ሕክምና ነፃ ክብለካ ከለኹ መንግስቲ ዝኸፍሎ ማለት እዮም ዝሕከሙ ኩሎም እዞም ኣባላት ሓይልታት ምክልኻል ነብሶምን ስድራ ቤቶምን ሕጂ ይመጹ እሞ ከመይ ሓዲርካ ሰላም ኣድሓን ዶ ገለ ይባል ወታ ዳ ኮንካ ዳ ሲግደ ለኻ ዳ ጸልይ እኳ ዲ ሃኒ ቁሩብ ምሳልን ሃን ሽኮረል ሃኒ እንዲያ ገለ ወ ጽቡቕ እሞ ከመይ ዳ ትገብረካ ኮይነ ሃኒ ኣነ ሓንቲ ጸገም የለን ቸገብር የምጽእ ዘሎ ይብለካ ሓደ

እዞም ሰባት እዚኦም ክም ክብሉ እንከለዉ ኣብ ሰለስተ መቒሉ ይብኣኒ ገሊኦም ቶታሊ ፍልጠት ዘይብሎም ብዛዕባ እቲ ሕማም ብዛዕባ እቲ ሕማም
ሃውዲ ዘይኮንትሮል ዘይፈልጡ ከመይ ገርም ክቃፀሉ ገሊኦም ፅቡቅ ኣፍልጦ ዘለዎም ቋርጡ ዘለዉ ገሊኦም እተተረጋግሞስ በቲ ካልእ መልክዕ ትርጉሙ እንታይ ማለት እዩ እዚ መድሓን ገጋርዴት ማለት እዩ እዋ ሓኪም ሲ ስጋ እንተዘይስሕ ዘሎ ቅብኣ ዘላ ይተብዝሕ እንተይልዎም ኮይኑ ቶታሊ ጠጠው ምባል ኣካል ዝኣዘርበ ተንቀሳቐስ ኣካላዊ ምንቅስቓስ ትገብር ኣለካ እተልዎም ከዓ ፍጹም ዓቐን ዘይብሉ ምንቅስቓስ ንዛሕማን ክትዋ ምታን እዚኦም ተረድኦ እዮም እሞ እዞም ሰባት ተደልዮም እዩ ትምህርቲ እንተለዎ ትምህርቲ ክድሊ እዩ ኢለ ሓስብ እሞ ክፅሕፋ እንዳኮይነ ንመን ክፅሕፍ ኣለኒ ዝብል ሕቶ መፅእ ንመን እዩ መን እዮም እቶም ክፈልጡ ዘለዎም

ሰብ ቅዲ ህይወት ክኽተል ዘለዎ ወይ መዓስ እዩ ክኸውን ደሎ እቲ ቅዲ ህይወቱስ ኣብ ከምዚ ደረጃ ምስ በፅሐ ኢና ክንብሎ ንኽእል ኢና ዶስ ዋላ ሰብ ካብ ዝፍጠር ኣትሒዙ ቅዲ ህይወቱ ኣብ ትኽክል ሕዚ ብኸም እየ ፀሓፋይ ዕላማይ ብኸምዚ እየ ፅሕፋ ኣውዲያንስ ናተይ ከዓ ኩሉ እኳ ክኾን እንትኸኣለ ዶዲ ግን ክፈልጥ ዝደሊ ክፈልጥ ዝደሊ በቃ ክፈልጥ ዝደሊ ተመራሚሩ እውን ክፈልጥ ዝደሊ እውይቲ ኢለ ኣግምት ዘእተዎ ኣነ ዘይተፈልጠ ክፈልጥ ኣለዎ እምበር ልሙድ ዝኾነ ዘረባን ዕላልን እንታይ ይገብረሉ ቅብኣ ይትውሰድ ኢልካ እንታይ እንታይ ኮይኑ ዘይወስድ ቅብኣ እንኳዕ ኮይ ትብላ እንታይ ኮይኑ ዘይበልዕ ክበልዕ እንተኾይኑ ዘይክበልዕ እንተኾይኑሲ ብጽቡቅ ክርድኦ ኣለዎ ምክንያቱ ሓኪም ኣብ ኦፒዲ ከረድኣ ኣይክእልን ግዜ ይብሉ እኹል ግዜ ዝበሃል የብሉን ግዜ የብሉን። እኹል ግዜ ንሓደ ክልተ ክልተ ሕሙማት ጥራሕ ከም ዕስራ ሕሙማት ዝጽበይዎ ኣለዉ እዎ። እዚኦም ኩለን ከረድኦ ኣይክእልን እዩ ስለዚ ከረድኦ እንተኾይኑ ገዝኡ ኮፍ ኢሉ ርግእ ኢሉ ነዛ ሓኪም ዝመኸሮ እዚኣ እንታይ ማለት ምዃና ክርዳኣ ኢለ ፅሒፈ እዛ መፅሓፍ እዚኣ እዚኣ ዕላማ እወ ብኸምኡ እያ እውን ትሕዝቶኣ ኣዝዩ ዝርዝራዊ ኮይኑ ዝርዝራዊ፣ እ። ብዝቐለለ መገዱ ከዓ ቀሪቡ ዘሎ ማለት እዩ ዋላ ኣብቲ ጋዜጣ ከዓ ቅርብ ዝበለ እዩ እወ። ልክዕ ተንኪ ከምኡ እያ እወ ብጣዕሚ ፅቡቅ እዩ እ፣ ኣብ መእተዊ ናይዛ መፅሓፍካ ገሊፅካዮ ከም ዘለካ ብዛዕባ ደጋውን ውሽጣውን ፅልዋታት ኣብ ጥ- ወድሰብ ጥዕና ኢልካ ክት- ጀሚርካ ኣለካ እሞ ብፍላይ ኣብቲ መእተዊ ማለት እዩ። ደጋውን ውሽጣውን ጽልዋታት ጥዕና ክንብል ከለናስ እንታይ ማለት እዩ? እወ፣ ሕጂ ደጋዊ፣ Environment፣ ማለት ኢና እንድና። እወ።
ንወዲ ሰብ ክጻብኡ ዝኽእሉ ብዙሓት ነገራት ኣለዉ። እወ። ቀደም ዘይነበሩ እኳ ደኣ ኣብዚ እዋን እዚ። Environment፣ ከባቢ።
ከባቢታት፣ እወ። Pollution ንኣብነት። ትኪ ዶሮና ይበዝሕ ኣሎ ሓደ እዚ ናብ ወዲ ሰብ ይኣቱ ኣለሞ ፀገም ገብር ህደ ጭራታት ካብ ሞባይል ጀሚርካ ሞባይል ቴሌቪዥን ኩሉ ኩሉ እዚ ብራዲሽን እዎ፣ ይሰርሕ ብራዲሽን፣ ኖበል እዎ። ካልእ የለን እዎ፣ እዚኦም እውን ናቶም ኮንትሪቢሽን ኣለዎ ዝተዓሸጉ መግብታት ኣብ ኢንዱስትሪ ዝኣትዎ ኦርጋኒክ ዘይኮኑ እዎ፣ እዚኦም እውን ኬሚካላት ዝበዝሖም ወይ በቲ ንኦም ጥዕሞም መንገዲ ስለ ዘዳለዎም እዋ። ኮመርሻል እውን ስለ ዝረኣዩ ዝያዳ ክሽየጠሎም እውን ስለ ዝደልዩ እዋ ከምኡ ከዓ ብዙሕ ኣብ ቻይና ንኣብነት ሓደ እዋን ፀባ ንቆልዓ ዝወድኦም ቆልዑ ነይሮም እዮም ኣብ- ኣብ ኣብ ቻይና ኦ፣ እቲ ዝዓሸግዎ ፀባ ድዩ ገለ እዋ እዚ እውን ስለ ዘሎ እዚ እቲ ኢንቫይሮንመንታል መዳይ ኦኬ፣ እቲ ደጋዊ ክፋል ንብሎ ዘለና ደጋዊ ሕጂ። ክፋል ማለት እዋ። እዩ እቲ ውሽጣዊ ዝበሃል ነገር ግን ኣብ ውሽጢ ኣካላትካ ክበቁል ዝኽእል ወይ ድማ ካብ ውሽጢ ክመፅእ ክብገስ ዝኽእል ማለት እዩ። ምናልባት ብዙሓት እዮም እቶም ብውሽጣውን ግዳማውን ገልና ንብሎም ግና እቶም ፋክተርስ ዘም ዘምጠቐስኳ ዘሎ ፋክተርስ ዘየለው እንዳሃለዉ እንከለዉ ሓደ ሰባ ክሓምም ትርእዮ እንታይ ኮይኑ እንተልካሲ ኢንተርናል ፋክተር ገለ ክኸውን ውሽጣዊ ፋክተር ክኸውን ይኽእል እዩ። ኣብዚ ኣግሪ ምድንጋር ክትጠር ዘይብላ ከኣ እንታይ ኣላ መስለካ ኣብ ሞንጎ ግዳማውን ኣብ ሞንጎ ውሽጣውን ክሊር ካት ዝኾነ ዶብ ክትገብረሉ ከኣ ኣሸጋሪ እዩ ከም ኣብነት ክጠቕሰልካ ካንሰር ብውሽጣዊ ኩነታት ናትካ ክብገስ ይኽእል ይኸውን ግን ከኣ እቲ ውሽጣዊ ኩነታት እንታይ ማለት እዩ ካርሲዮጆኒክ ዝበሃሉ ባእታታት ካንሰር ከላዕሉ ዝኽእሉ ኬሚካላት ከም ኣስቤስቶስ መሰልቲ፣ ከም ደሮና መሰልቲ፣ ከም ራዲሽን መሰልቲ፣ ከም ትኪ መሰልቲ ክኣትዉ ይኽእሉ። እዚኦም ምስ ኣተዉ ናበይ ይኸዱ መስለካ? ልክዕ ናብታ ዲኤንኤ ይኸዱ። እታ ዲኤንኤ ከኣ ብጂንስ ዝተሰርሐት እያ። እቶም ጂንስ ኣብኣ ዘለዉ ሕጂ እዞም ራዲሽን ንብሎም ዘለና ወይ እዞም ከም ኬሚካላት ንብሎም ዘለና ናታ ስትራክቸር ይቕይርዋ ወይ ናታ ንኣብነት ኦን ኦፍ ነይርዋ ንበላ ውሕታት ክባዝሑ ሲ ኦን ትኸውን ምስ ኣኸለ ምስ በለኻ
ኦፍ ትኸውን
ነታ ኦፍ ኣጥፍእዋ ስኢላ ትፋረ ዝተፋረየት ካንሰር ዝበሃል ካብ ቁፅፅር ወፃኢ ዝኾኑ ምብዛሕ ዋህዮታት ሓደ ክፋል መግረዲ ፅላት እዩ ስለ ዝኾነ እዚ ሕጂ እንታይ ማለት እዩ? ሓደ ብግዳም ዝመፀ ኣሎ፣ ኣብ ውሽጢ ግን ካልእ ለውጢ ዝተገብረ ኣሎ ማለት እዩ። እዚ ምትእስሳር ኣለዎ። ወይ ከዓ ካልእ ከዓ እንታይ ክኸውን ይኽእል መስለካ? እታ ዋህዮ ናይቲ ሰብቲ እቲ ዋህዮታ ናይቲ ውሽጣዊ ክንብል እንድሕር ኮይና ናትካ ዋህዮታት ንኢንቫይሮንመንት ንፀሓይ ዘይፃወሩ ወይ ንቁሪ ፀቢቖም ዘይፃወሩ ወይ ንኬሚካላት ፅቢቖም ዘይፃወሩ ዓይነት ዓሌት ክኾኑ ይኽእሉ እዮም።

ክሎኒንግሲ እንታይ እዮም ገሮም ምስለካ ናይ ሓደ ዘርኢ ጥራሕ ምፍራይ ገሮም ኣብ ኣንተር ኮይኑ ሓጂ ኣይደንቲካል 100 ፐርሰንት ከም ኣቦኻ ወይ ገለኻ ኣብ ወዲ ሰብ ምስ መፅእኻ ግን ኮምቢኔሽን ናይ ክልተ እዩ ጀነቲካሊ ኮምቢኔሽን ናይ ክልተ እዩ ናይ ኣድኻ ኣለካ ናይ ኣቦኻ ኣለካ ስለዚ ናይ ኣድኻ ትሬስ ትሬት ዝበሃል ናይ ኣድኻ ዘሎ እንተኮይኑ

ብቐጥታ ይኹን ብተዘዋዋሪ ምስ ቅዲ ኣናብራ ወዲ ሰብ ምትእሳር እዩ ዘለዎም ውን ልክዕ፣ ይብለና እወ። ማለት እዩ። እ። ሕጂ እዚ ዳርጋ እንታይ ንብል ኣለና ማለት እዩ ብፍላይ ሎሚ ንሪኦም ዘለና ሕማማት ዝበዝሑ እንድሕር ኮይኖም ከም ሽኮር እ፣ ካንሰር እንድሕር ኢልናስ ቅዲ ኣነባብራና እዮም ኣብ ከምዚ ደረጃ ኣብጺሖምና ዘለዉ ዲና ንብል ዘለና ማለት እየ ብካልእ ኣዘራርባ። ምትእስሳር ኣለዎም ኢና ንብል ዘለና። እወ ምትእስሳር ኣለዎም። እወ ሕጂ ምትእስሳር ኣለዎም ክንብል ከለና ስታትስቲካሊ እዩ ዝገርመካ። ብስታትስቲክስ ተረጋገፀ ንኣብነት ሕጂ ርጉድ እንበል ሓደ ሰብ ባዲ ኢንደክስ ኣሎ ንሱ እንታይ እዩ ኣሎ እቲ መዐቀኒ ወሉ ሰብ ዝፈልጦ እዩ እዚ ኣላብዚ ዕዳጋ እውን ኣሎ እንታይ ኢኻ ትነብር መስለካ ትምዘን ሚዛንካ ትፈልጦ ድሓር ኣብ ልዕሊ ስኩዌር ቁመትካ ገርካ ትመቕሎ ማለት እዩ ድሓር እዚ ካብ ክሳብ ዕስራን ኣርባዕተን እንተመፅኡ ፅቡቅ እዩ ካብ ዓሰርተ ሸሞንተ ንታሕቲ ትወፅእ ከዓ ዓዚርካ ኣለካ ማለት እዩ እዋ ካብ ዕስራን ሓሙሽተን እንዳዓር ተኮይኑ ክሳዕ ሰላሳ ሰላሳን ገለ እንተኮይኑ ግን ኦበሲቲ ርጉድ ኣለካ ማለት እዩ እዋ ሕጂ እዚ ርጉድ እዚ ኣብ መብዛሕትኦም እትዮም ሃይፐርቴንሽን ዘለዎም ሰባት ሽኮርያ ዘለዎም ሰባት ኣብቶም ረጎድቲ ኮይኑ ተረኪቡ ተረኪቡ ሕጂ እዚኣ ከተውፅኣ ዘይብልካ እሞ ቀጠን እንታይ ይሕዞን ማለትካ ድካ ከይትብለኒ ይሕዞን ባ እዘን ዝበዝሑ ስታቲስቲክስ ሚእቲ ሰብ ተዓቂንካ ኮንካሲ ሚእቲ ሽኮርያ ዘለዎም ተዓቂንካ ኮንካሲ ኣብቶም ዝረጎድቲ ብፍላይ እዚ ካልኣይ ደረጃ ኢና ዘለና ታይፕቱ ዝበሃል ሽኮርያ ንሱሲ ኣብቶም ረጎድቲ ወይ ጸቕጥሎም ኣብቶም ረጎድቲ ይኸውን ስለዚ ምትእሳር ኣለዎ ማለት እዩ ስታቲስቲካሊ እዚ ማለት መካኒዝም እንተልካኒ ግን ከመይ ድዩ ከምኡ ዝኸውን እሞ ኣብ ሳይንስ ከዓ እቲ መካኒዝም ትገልፅ ኣለካ እዎ። ከመይ ኢሉ ይኸውን ዝኾነ ረጒድ እንታይ ይገብረካ ስለ ዝኾነ ዝብል ሕቶ ኣይ ምልሽ ኣይኮነን ምሉስ ኣይኮነን እዎ ስታስቲካል እዩ ኦኬ ኦኬ ኣብ ገሊኡ ኣለዎ ንኣብነት ኣብ ኣብ ኮለስትሮል ንኣብነት ኣሎ ወይ ሪሴፕተርስ ዝበሃልሉ እቲ ርጉዲ እንቶም ኣብኡ ብዙሕ ዘየለና ይመስለኒ እምበር ንሳቶም የጥፍኦም ኣሽኮርያ እውን ከምኡ ኣሎ እቶም ሪሰፕተርስ ዝበሃሉ ደው ነቲ ኢንሱሊን ዝቕበሉ ንሳቶም ከም ዘይሰርሑ ገብሮም ኣሎ ግን ብዙ ኣፍካ መሊእካ ከም መካኒዝም ዝተዛረበሉ ኣይኮነን ስታቲስቲክ ጥራይ እዩ እሺ ጽቡቅ ጽቡቅ እዚ ሕጂ እቲ ኣርእስቲ ጽቡቅ ጌርና ክንምለሳ እንዲና እዛ ናይ ላይፍ ስታይል ህይወትና ህይወትና ሲ ምዕሩይ ክኸውን ኣለዎ ወይ ድማ ላይፍ ስታይልና ከዓ ብኸመይ ክኸውን ከም ዘለዎ ዳሕራይ ጽኒሕ ኢልና ክንምለሳ ኢና። ኣብቲ መጽሓፍካ እውን ብጽቡቕ ኣብቲ መእተዊ ጠቒስካዮ ስለ ዘለኻ ማለት እዩ። ሕጂ ግን ካብተን ሓደ ኣብዚ እዋን እዚ ኣብ መጽሓፍካ ኣብታ ካልኣይቲ መጽሓፍካ ትሕተም ተዳልዮ ዘሎ ኣብዚ እዋን እዚ ከኣ ንብዙሓት ሰባት ኣሸጊሩ ዘሎ እቲ ጸቕጢ ኣእምሮ ዝብል እዩ። ሕጂ ነዚ ጸቕጢ ኣእምሮ እ፣ ክንዛረበሉ ጽቡቕ እዩ። ምክንያቱ ሓደ ከም ከም ዝጠቐስካዮ እውን ን- ን- ንብዙሓት ሕማማት ተራ ክኸውን ዝኽእል ወይ መ- መ- መገዲ ክኸውን ዝኽእል ሓደ እቲ ጸቕጢ ኣእምሮ ኢልካ ጠቒስካዮ ስለ ዘለኻ ማለት እዩ። ካልኣይ ብዙሕ ሰብ ካባይ ጀሚርካ ንኡስ ይኹን ዓብይ ይኹን ኣብ ጽቕንቑ ኣእምሮ ብዙሕ ግዜ ትመላለስን ትወጽእን ትኣቱን ኢኻ። ሕጂ ነዚ ብኸመይ ኢና ክንውግዶ ንኽእል? ብኸመይ ኢና ህይወትና ላይፍ ስታይልና ናትና ብኸመይ እዩ ካብ ጸቕጢ ወጺኡ ሓራ ኮይኑ ዝኸደሉ መገዲ ክፍጠር ዝኽእል ክንዘራረበሉ ጽቡቕ እዩ። እዚ ኣርእስቲ ጽቡቕ ዝገብሮ ካል ተወሳኺ ጉዳይ እውን ዋላ ኣብ ደገ ዘለዉ ኣሕዋትና እውን ኣለዉ። ነዚ ኣብ ሶሻል ሜድያ ዝከታተልዎ ኣብ ዝሓለፈ እዋን ብፍላይ ብዙሕ ምስ ፀቕጢ ዝተኣሰር ኢልና ንግምቶ ንሕና ናይ ነብሰ ቅትለት ገለ የጋጥም ነይሩ ማለት እዩ ኣብ ደገ ዘለዉ ኤርትራውያን ኣሕዋትና ተወሲድና ማለት እዩ ስለዚ ነዚ ተንዛረበሉ ፅቡቅ እዩ ፀቕጢ